ወዲ ዕስራን ሰለስተን ዓመት እዩ ፎሬክስ ትሬደር እዩ and he's multimillionaire ኣብ ሓደ ኢንተርቪው ብኸመይ ፎሬክስ ጀሚርካ መዓስ ጀሚርካ ብኸመይ ከ ናብ ፎሬክስ ማርኬት ክትኣቱ ትኽኢልካ ኢሎም ምስ ሓተትዎ ከምዚ ኢሉ ነጊሮ ቅድሚ ፎሬክስ ምጅማረይ ኣብ ዳንኪን ዶናት እየ ዝሰርሕ ነይረ ኢሎም ምናልባት ዳንኪን ዶናት ዘይትፈልጡ ድሕር ሃሊኹም ልክዕ ከም ናይ ስታርባክስ ኮፊ ሾፕ እዩ ሶ ኣብ ዳንኪን ዶናት እየ ዝሰርሕ ነይረ ደሞዘይ ኣብ ወርሒ ሽሕን ሸሞንተ ሚእትን ሽሕን ሸውዓተ ሚእትን ኣቢሉ እዩ ድመፅእ ነይሩ ኢሉ። እታ ህይወተይ ዝቐየረታ ሞመንት ግን እዚኣ እያ ኢሉ። ሓደ ግዜ ኣብታ ሰሙን እቲኣ ብዙሕ ስራሕ ኣይኣተኹን፣ ብዙሕ ኣይሰራሕኩን። ሶ እታ ቸከይ ክትመፅእ ከላ ከባቢ ሚእትን ሓምሳን ሸሞንተን ዶላር ኣብታ ሰሙን እቲኣ ተኸፊለ ኢሉ። ካብኡ ወፂኤ ንገዛይ እንዳኸድኩ ከለኹ ቀይሕ መስመር ቀይሕ ላይት ትራፊክ ላይት ቀይሕ ላይት ስለ ዝጠሓሰ ተራፊክ ይሕዝዎ ተራፊክ ከኣ ቀጺዖ እቲ ተራፊክ ዝቐጽዖ ትኬት ከኣ ሚእትን ሓምሳን ሸሞንተን ወይ ሚእትን ሓምሳን ትሽዓተን ኣከባቢ መጽያ I was wonder ብጣዕሚ እየ ተገሪመ ኢልዋ ሰሙን ሙሉእ ዝሰራሕክዎ ሰሙን ሙሉእ ዝደኸምክዎ ገንዘብ ሲ ጅስ ንሓንቲ ትኬት ጥራይ ትኸፍል በቃ እዚኣ እያ ከምዚ ኢለ እየ ክነብር ማለት እዩ ኢለ ክሓስብ ጀሚረ ኢሉ ሶ እዚ ነገር እዚ ክቕይሮ ለኒ ኢለ ተበጊሰ ኢሉ So እንታይ ክገብር ኣለኒ? እንታይ እንታይ ክሰርሕ ዝኽእል? እንታይ ተጠቂመ እዚ ህይወተይ እዚ ክቕይሮ ዝኽእል? ብዛዕባ ገንዘብ ሓንሳብ እናሓዋሩ ዘይሽገር ሰብ ክኸውን ዝኽእልሲ እንታይ ተጠቂመ ኢለ ክሓስብ ጀሚረ። ብዙሕ ነገራት ከጽንዕ ጀሚረ ኢሉ። ብዛዕባ ሪል ስቴት ኣጽኒዐ፣ ብዛዕባ ድሮፕ ሺፒንግ ኣጽኒዐ፣ ብዙሕ ናይ ኦንላይን ቢዝነሳት ከጽንዕ ጀሚረ። ስቶክ ማርኬት እውን ኣጽኒዐ ኢሉ። ስቶክ ማርኬት ግን ቁሩብ ካፒታል እድልዮ ኮይኑ ጸኒሑ። ሶ መጨረሽኡ ብዛዕባ ፎሬክስ ምስ ረኣኹ ብጣዕሚ ተመሲጠ ኢሉ። ምኽንያቱ ፎሬክስ ዋላ ብሚእቲ ዶላር ክትጅምሮ ትኽእል ኢኻ ኢሉ። ብድሕሪኡ ዝገበርክዎ ነገር እዚ እዩ ኢሉ። ንሽዱሽተ ወርሒ ኣብ መዓልቲ ዓሰርተ ሰዓታት ኣብቲ ትምህርቲ ወይ ኣብቲ ኮርስ ወይ ኣብቲ ኢንዱስትሪ ከሕልፍ ጀሚረ ኢሉ። ጀስት ኢማጂን ሰሙን ሙሉእ ቀዳም ኣይብል ሰንበት ኣይብል ወላ ሓንቲ ኣየዕርፍን ንሽዱሽተ ወርሒ ዓሰርተ ሰዓታት ኣብ መዓልቲ ኣብቲ ማርኬት የሕልፍ ነይረ ኢሉ። ገሪምኒ ማለት ብዙሓት ሰባት ብዝተፈላለየ ግዜ ዕጉታት ክኾኑ ከም ዝደልዩ ይዛረቡ እዮም። ብዝተፈላለየ ግዜ ንዓይ መሰጃት ትጽሕፉለ እዮም። ኣቤል ንሕና እንታይ ክንገብር ኣለና ፋይናንሻሊ ኣታዊታትና ክንቅይር ንደሊ ኢና፣ ህይወትና ክንቅይር ንደሊ ኢና፣ ዕውታት ክንከውን ንደሊ ኢና ኢሎም ይሓቱኒ። ኣነ ከዓ እስኪ ናይ ብሓቂ ድሌት ኣለዎም ድሕር ኮይኑ ዘይሕግዞም ኢለ የዛርቦም። ግን ዲፕሊ መሰዛረብኮም መብዛሕትኦም ክንከውን ንደሊ ኢና ደኣሎም ዝብሉ እምበር ነቲ ስራሕ ክሰርሕዎ ኣይደልዩን እዮም። ብቐሊሉ ገለ ነገር ዝረኽቡ መሲልዎም እዮም ዝመፁ። ከምኡ ዝበሃል ግን የለን። እዚ ወዲ እዚ ኣብ መዓልቲ ዓሰርተ ሰዓታት እንዳፅንሐ ንሽዱሽተ ወርሒ ከይዱ ኣብዚ እዋን እዚ ሂዝ ማልቲ ሚሊዮነር ኣብ ሓደ ትሬድ ጥራይ ሱሳ ሰብዓ ሰማንያ ሽሕ ፕሮፊት ድገብር ይግብኦ እዩ ምክንያቱ እቲ ዝግብኦ ስራሕ ሰሪሑ እዩ ብዙሓት ሰባት ኣብ ሂወት ለውጢ ከምፅኡ ደልዮም ዕውታት ክኾኑ ደልዮም ፋይናንሻል ፍሪ ክኾኑ ይኽእሉ ደልዮም ተሓቶ ግን እዚኣ are you willing to do the work እቲ ናብኡ ከብፅሓካ ዝኽእል ስራሕ ክሰርሖስ ድልው ዲኻ ፍቓደኛ ዲኻ ብዙሓት ሰባት እዎ ብልዮም ግን ኣብቲ መገዲ ምስ ኣተዉ ምስ ጀመርዎ ኩሉ ግዜ ቀሊል መገድታት ወይ ቀሊል ነገራት እዮም ዝጽበዩ ከምኡ ዝበሃልካ የለን ብምሉእቱ ዓቢ ውጽኢት ዝህበካ ዓቢ ዋጋ ይሓተካ እዩ ዓቢ ስራሕ ይሓተካ እዩ ሶ ሓንቲ ሕቶ ኣላትን ንዓኹም ኣብ ህይወት ዝኾነ ደረጃ ክትበጽሑ ትደልዩ ኢኹም ግን ኣር ዩ ዊሊንግ ቱ ዱ ዘ ወርክ እቲ ናብኡ ከብጽሓኩም ዝኽእል ስራሕ ጻዕሪ ድኻም ሪስክ ክትወስዱስ ድልዋት ዲኹም እቲ ዓቢ ነገር እቲ ዝለዓለ ደረጃ ከብጽሓካ ዝኽእል ነገራት ዋጋ ይሓተካ እዩ ስራሕ ይሓተካ ጻዕሪ ይሓተካ ብዙሕ መጽናዕቲ ይሓተካ ሪስክ ከዓ ይሓተካ ስለዚ ብዙሓት ሰባት ኣብቲ ዓወት ዝበሃል ደረጃ ዘይበፅሕሉ ምክንያት እዚ ዋጋ ክኸፍሉ ፍቃደኛታት ኣይኮኑ ዋጋ ክኸፍሉ ድልዋት ኣይኮኑ እዛ ስቶሪ እዚኣ ብጣዕሚ እያ መሲጣትኒ ብጣዕሚ ከዓ ገሪምኒ ምክንያቱ ኦፍኮርስ ሓቁ እዩ ኣብዚ ደረጃ እዚ ክበፅሕ እዋ ዝግብኦ ክሰርሖ ዝግብኦ ደረጃ እቲ ክሰርሖ ዝግብኦ ብምሉእ ስራሕ ሰሪሕዎ እዩ ጀስት ኢማጂን ኣብ መዓልቲ ዓሰርተ ሰዓት ንሸውዓተ መዓልታት ከፅንዕ ክሰርሕ ድፋጮ ሰቲ ዝደሊ መን ኣሎ ከምኡ ይኮን ኣነ ብዙሓት ሰባት ከዛርብ ንኮል ኢትስ ኦኬ ትሰርሕዎ ዘለኹም ስራሕ ኣይትግደፍዎ ግን ኣትሊስት ኣብ መዓልቲ ክልተ ሰዓት ነቲ ፊቸሪት ናትኩም ሃብዎ ኢለ ብዙሕ ግዜ ይዛረብ ብዙሕ ግዜ ዝነግሮም ግን መብዛሕትኦም ድሕሪኡ ኣይምለሱን እዮም ናባይ ምክንያቱ ነቲ ነገር እቲ ክገብሩ ፍቃደኛታት ኣይኮኑ ዲስፕሊን ኮይኖም ነቲ ህይወቶም ክቅይር ዝኽእል ስራሕ ክሰርሕዎ ድልዋት ኣይኮኑ ስለዚ ኩሉ ግዜ ናብቲ ክንበጽሖ እንደል ደረጃ ክንበጽሕ ክንደሊ ከለና እቲ ዝሓተና ጉዕዞ እቲ ዝሓተና ስራሕ እቲ ዝሓተና ጻዕሪ ክንገብሮ ከኣ ፍቓደኛታት ክንከውን ኣለና።